ኣብ ወርሒ ንኣቱ ዲና ኣነ ዓብዪ ተስፋ ኣለኒ። እዮም ክነ ምስ ኣሸነፍናዮም ክነሽንፎም ኢና ግልፂ እዩ እዚ። ብልፅግና መንግስቲ ብሓይሊ ተዘይኮይኑ ብሰለማዊ መንገዲ ግዝኣት ክምልስ ኣይኽእልን ዝብል ቁዋም ንርኢ ይንፀባረቅ ኣሎ። ሀዚ ኣብ ትግራይ ክንገብሮ ንደሊ ዘለና ለውጢ ናይ ፖለቲካ ምሕደራ ለውጢ ብጣዕሚ መሰረታዊ እዩ። ክንዕወት ምዃንና ሚእቲ ብሚእቲ እኣምን እየ ክንዕወት ድማ ኢና ሓጺር ግዘ እያ ተሪፋትና ዘላ ዳርጋ ኣብ ገምገም ዓወት ኢና ዘለና። ሀዚ ኣብ ትግራይ ክንገብሮ ንደሊ ዘለና ለውጢ ናይ ፖለቲካ ምሕደራ ለውጢ ብጣዕሚ መሰረታዊ እዩ ብጣዕሚ ፋንዳሜንታል እዩ ብኻሊእ መንገዲ ክገልጾ የሸግረኒ ስርዓታዊ ዝኾነ ነገር ስለ ዝነበረ መሰረታዊ ለውጢ ኢና ንጅምር ዘለና። ኣንፈት ናይ ፖለቲካ ምሕደራ ናይ ትግራይ ንቕይር ኣለና። እንታይ እዮም እቶም ኣፈላላይ ዝብል ብደንቢ ምርዳእ ፅቡቕ ይመስለኒ። ኣብ ትግራይ ዝፀንሐ ናይ ፖለቲካ ምሕደራ ናይ ፖለቲካ ፓርትን መንግስትን ሓደ እዩ ኢልካ፣ ናይ ፖለቲካ ፓርትን ትግራይ ህዝቢ ትግራይን ሓደ እዩ ኢልካ፣ ኣዚፍ ህዝቢ ትግራይስ ቲፒኤልኤፍ ምስ ተፈጠረት ከም እተፈጠረ ብዘምስል ዓይነት መንገዲ ናይ ፖለቲካ ፓርትን ናይ ኢኮኖሚ ምንቅስቃስን ኣብ ሓደ እዩ ዝጥርነፍ ኢልካ ናይ ፖለቲካ ፓርትን ሰራዊትን ኣብ ትሕት ሰራዊ ኣብ ትሕት ፓርቲ እዩ ዝኸውን ኢልካ እቁብ ተቆፃፂርካ እድር ተቆፃፂርካ ሓደ ን ሓሙሽተ ኢልካ ሕብረተሰብ ጠሚርካ ሒዝካ ከመሓድር ዝደሊ ሓይሊ ኣሎ እዚ ሓይሊ እዚ ብኸይዲ እዩ ተፈጢሩ፣ ኣብ ነዊሕ ግዜ እዩ ተፈጢሩ። ገሊኡ ምናልባት ብተንኮል ፈጢርዎ ይኾን፣ ገሊኡ ድማ ብግርህና ፈጢርዎ ይኾን፣ ነዊሕ ግዜ እዩ ገይሩ ተፈጢሩ። ሕዚ ድማ ዘበን ኣምፂእዎ፣ እቶም ኣብ ትግራይ ዝነበርኩም መናእሰይ ተቓለስቲ እውን በብግዚኦም እናተቓለስኩም መፂኹም፣ የለን እዚ መንገዲ እዚ ኣየኺደናን፣ እዚ መንገዲ እዚ ኣይኺደናን፣ ፓርትታት ናይ ኣባላተን ውዳበታት እየን ንፖለቲካዊ ስልጣን እየን ዝወዳደራ ሰልጣን እንተሒዘን ዝበለፀ ዝገብረኦ ነገር ናብ ህዝቢ እናቕረባ ህዝቢ እናፈለጠን ብኣባላተን ፅሬት ብናይ ስርሐን ብቕዓት እናተመረፃ እየን ናብ ስልጣን ዝኸዳ በዙይ ዝገብረኦ ውድድር ድማ ንቲ መንግስቲ እናሰሓላ እናሰሓላ ዝበለፀ ንህዝቢ መገልገሊ እናገበራ እየን ዝኸዳ ስለዚ ሓደ ፓርትን ህዝብን ሓደ እዩ። ሓደ ፓርትን መንግስትን ሓደ እዩ። ሰራዊት ናይ ሓደ ፓርቲ እዩ። ኢኮኖሚ ኣብ ትሕቲ ሓደ ፓርቲ እዩ። እድር ኣብ ሓደ ፓርቲ እዩ። ሓዳር ከይተረፈ ኣብ ሓደ ፓርቲ እዩ ኣእትዩ ዝወስድ ፓርቲ ይኣኽለካ እዩ ዝበሃል። ዘይኣታታእሽሙ። ስለዚ እቲ ኣፈላላይ ብግልፂ ምፍላጥ ፅቡቕ እዩ ዝመስለኒ። ንቕድሚት እውን ጠቓሚ ስለዝኾነ። እዚ ናይ ፖለቲካ ኣንፈት ንቀይሮ ናይ ትግራይ ናይ ፖለቲካ ኣንፈት ንቀይሮ ካብቱ ዝፀንሐ መግለላይ ዝኾነ ጠማራይ ዝኾነ ንኹላ ነገር እሱ እንድሕር ዘይተቆፃፂሩ ናብ እንተኣሽሙ ዘይኣቱ ብኸይዲ ድማ ደፊኡ ደፊኡ ዝኾነ ደደብ ኣብ ላዕሊ እንተቅሚጡ እቲ ደደብ ናይቲ ፓርቲ መሽነሪ ሒዙ ከምድላዩ ንህዝቢ ትግራይ ኣብ ስቃይ እናእተዎ ኣብ ኹናት እናእተዎ ዝኸደሉ ናይ ፖለቲካ ምሕደራ ስርዓት ንቀይር እዩ። እዮም
ምስ ኣሸነፍና እዮም ክነሽንፎም ኢና ግልፂ እዩ እዚ ነሽንፎም ዲና ናይ ነሽንፎም ዝብል ነገር ምንም ሕቶ ዝኣቲ ነገር የለን ባዕሎም ዝተሸነፉ እዮም ዝተሸነፉ ንሕና ሳዕ ገተምተም ንብል ሳዕ ንዳሎ ዝፀንሑ ሓይሊ እምበር ተሸኒፎም ድዮም ኣይተሸነፉን ኣብ ሕቶ ኣይኮነን እቲ ለውጢ ተውዚ ዘሎ ተኣኪቡ ዘለውን ኣይኮነን ጥራሕ ኣይኮነን ተውሽጢ ዘለውን እዩ ዓብዪ ማዕበል ኣሎ ውሽጢ ዓብዪ ማዕበል ኣብቲ መንእሰይ ኣሎ ዓብዪ ማዕበል ኣብቲ ሓረስታይ ኣሎ ዓብዪ ማዕበል ኣብቱ ካሊእ ማሕበረሰብ ኣሎ ኣብተን ኣደታት ኣሎ እዚ እዩ እቲ ሓደ ረበፅ ካሊእ ዓብዪ ማዕበል ንሶም ዘይተረድእዎ እቲ ዝኽክዎ ዘለዉ ጠበንጃ ዝሓዘ ኣሎ እቲ ጠበንጃ ዝሓዘ እውን ናትና እዩ፣ ጸላኢ ኣይኮነን። ውሕዳት ጸላእቲ ክህልውና ይኽእሉ እዮም ኣብኡ፣ ዝተረፈ ግን ስውን ማዕበል እዩ፣ እዚ ሒዝና እውን ክንስዕሮም ኢና። ካልእ ኣብ ደገ ዘሎ ሓይሊ ኣለና፣ ቲፒኤፍ ኣሎ። ቲፒኤፍ ይሽኩል እዩ፣ ህዝቢ እንትሰቃ ከሎ ክግፈፍ ከሎ ዘንጊዕና ይብል እዩ፣ ግን ተዳሊና ከም ንስዕሮም ኮይና ክንኣቱ ስለ ዘለና እዩ። ከም እንስዕሮም ኮይና እምበር ከም እንታኾሶም ኣይኮነን። ምትዃስ ጥራሕ እኹል ስለ ዘይኮነ ምስዓር ማእኸል ገይርካ ክንኣቱ ስለ ዘለና እዚ ድማ ምስ ኣብዚ ዘሎ ሕብረተሰብ ምስ ኣብዚ ዘሎ ደላይ ለውጢ ምትሕብባር ወሳኒ እዩ። ናይዚ ምድላው ናዚ ቁም ነገር ወሳኒ እዩ። ኣቲና ከ ትግራይ እንታይ ኢና ንገብር ዝብል ኣጀንዳ ተልዒሉ ኣሎ። ኣቲና ኣነ ኣቲና ንውዝግብ ንካልእ ንካልእ ዘይኮነ ክንገብር ዘለና ተጋሩ ሓደ ክንሻሻም የብልናን ኢለ ይሓስብ ኣነ ምሽሻም ክንሓስብ የብልናን ኢለ ዋላ ንቐፃሊ ክስራሕ ዝተባሃለ ሰነድ እውን ምሽሻም ክሓስብ የብሉን። ምም ህዝቢ ዝመረጾ መንግስቲ ይህሉ ካብ ታሕቲ ጀሚርና ካብ ጣብያ ጀሚርና ህዝቢ እናመረፀ እናመረፀ ምክሪ ቤት ይፈጥር ውሕዳት ፓርታት ክውክል ኣይክእለ ዋላ ፕረዚደንት ህዝቢ ይመርፆ ኢለ እየ ዝሓስብ ኣነ እቲ ምክሪ ቤት ይመርፆ ኢለ እየ ዝኣምን እዚ ናህንሓ እቲ ምክሪ ቤት ይመርፆ ስለዚ ማንም ነዚ ትግራይ ዝሸመሉ ዝሓረየሉ ሰብ ክህሉ የብሉን ህዝቢ ትግራይ ባዕሉ በዓል ገዛ ይኸውን እሞ እዚዩ ዝኸውን ተተሻሽምና ግን ከንብተን ኢና ኢለ ይኣምን እገለ ንእገለ ሸይምዎ እገለ ንእገለ ገይርዎ ንእገለ ከምዚ ኮይኑ እናበልና ኢና ክንሻሻ ስለዚ እዚ ኣነ ክንጥንቀቕ ካብ ዘለናን ኣነ ክዝረብ ነው የሰማዕኹን ሓንቶ እንዲኬት ኮይኑ እዩ ከም መናእሰይ እውን ናይ ዶ ኾን ይሸመኒ ናይ ዶ ኾን ከምዚ ይገብረኒ ዘይኮነስ ህዝቢ ክመርፀኒ ፅቡቕ ክሰርሕ ኣለኒ ኢልና ክንሓስብ እቲ ካሊኡ እውን ካሊእ ኣብዚ ሓደ ዝረኣኽዎ ቅድሚ ሕዚ እውን ዝረብ ዝነበረ ሽማግለ ምፅላእ እዩ ሕማቕ ሽማግለ ምፅላእ ፅቡቕ እዩ ንፅቡቕ ሽማግለን ንዝሕግዘካን ድማ ሒዝካ ምኻድ ሃፍቲ እዩ ኢለ እየ ዝሓስብ ስለዚ ንዝሕግዘካ ሽማግለ ምፍታው ምሕጋዝ ኣዮኻ ምባል ዘለዎ ሓሳብን ተመክሮን ምጥቃም ናይ ብልጢ መንእሰይ እዩ ስለዚ እዚ ክንገብር ኣለና ኢለ ይሓስብ ከም ክስታይ ካሊእ እንታይ ይበል እዩ ሸኹስ ከውን እየ ቲፒኤፍ ትግራይ ሓይሊ ሰላም ናይ ሓደ ውድብ ከይኸውን ዝብል ጥርጣሬ ኣሎ እዚ ከብራህሮ ስለ ዝደለኹ ቲፒኤፍ ተቃዊሙ ዝወፅ ሓይሊ ናይ ቲፒኤልፍ ሓይሊ ኣይኮነን ኢልና ኢና ወፂና ኣይንሓዝልን ከይፈለጥና ዝሓዘልና እየ ኣኽለና ሕቐይና ጉቢጡና ኣስዩውና እዩ ስለዚ ኣይንሓዝልን ኢልና ኢና ወፂና እቲ መንእሰይ እውን ኣይንሓዝንን ኢሉ ይወፅእ ኮሪ ስለዚ ተመሊሱ ሓደ ሓደ እዋን ንስምረት ትብሉ ኢኹም ተመሊሱ ንስምረት ክሓዝል ኢልኩም ከይትሓዙ በቃ ኣውቅዑ ኣብ ትግራይሲ ናይ ፓርቲ ኣካል ምዃን ኣውቅዒ እዩ በቃ ሓድሽ ነገር እዩ ዘይ ዝደሊ ሰብ የለን ክብለኩም ኣይኽእልን ግን ቲፒኤፍ ኣይገብሮን ዘብቀዐ ነገር ኢና ናልዕል ዘለና ዘብቀዐ ነገር እዩ ብሚድያ ክግለፅ ይረአ እዩ ምስ ሚድያ ከምዚ ኮይኖም ምስ ስብረት እውን ተራእዮም ኣኸባ እውን ገይሮም ምናምን ኣብኡ ዝተረኸበ እዩ ኣብኡ ዝተረኸበ ኣኸባ ይገብር ካብኡ ምስ መን በይኑ ድዩ ገለል ኢሉ ክቕመጥ ኣይኮነን ምስ ዘቃልሶ ሰብ ይኸውን ሕዚ ምሳኹም እኒኤና ኣብዚኣ ንምንታይ ኣብዚኣ ዘለዉ ሰባት ምስ እነ ወዲ ኣንጥሩ ምስ እነ ደጀን ምስ ዶክተር ደጀን ተጸጋጊዑ ተራእዩ ኣሎ ከፍ ኢሉ ስለዚ ካልእ ኮይኑ ኣሎ ማለት እዩ ኣይኸውንን ስለዚ ንሕና ምስ ዘቃልሰናን ዝሕግዘናን ሓይሊ ኣለና ምሳኹም እውን ምሳኹም ኮይና ተኣኪብና ኣለና። ኣብ ዓላ ዝገበርናዮ ኣኼባ ኣብኡ ዝሰረኸ ስለ ዝሰረኸቡ እዩ። ኣብኡ እውን እንዲያም ናይ ካልእ ውድባት እውን ነይሮም እዮም። ግን ዋጭ ዋጭ ዋጭ ተባሂሉ ኣብ ምክሪ ቤት እውን ይግብኦም ድዩ ከምዚ ድዩ ተባሂሉ ምምኽኻር ነውሪ ኣይኮነን። ነውሪ ስለ ዘይኮነ እ፣ ኢና ገይርናዮ። ምምኽኻር ምስ ፌደራል እውን ንስራሕ ሳዕ ዝበልና ምስ ፌደራል ምስራሕ እንተኢልና ምስ እ፣ ዝኾነ ፓርቲ ምስራሕ ስለዚ ክትጠራጠሩ ዘይብልኩም ቲፒኤፍ ናይ ኩሉኹም ሰራዊት እዩ ናይ ኩሉኹም ህዝብን ናይ ኩሉ ሃይማኖት ናይ ኩሉ ውድብ ናይ ኩሉ ሶሻል ማሕበረሰብ ሓይሊ ምዃኑ ከተኣምኑ ኣለኹ ነዚ ዝደሊ ሰብ እንተልዩ እውን የቑም ኣይ ዝደሊ ሰብ የለን ክብለኩም ኣይኽእልን ኣነ ኣይ እዚኣስ ሕግዝ እነብሉኒ ዝብለና ክህሉ ይኽእል ይኸውን ግን ኣይንሕግዝን ስለዚ ዘይንሕግዝ ምዃኑ ከተኣመኑ ኣለኩም እዚ እውን ዘይዕላማናን ዘይግዛዕናን ምዃኑ ግምተእቲና ክንሪኦ እዩ ዘለና ካሊእ እንተኣተና ምስ ኣተና እንታይ ኢና ንገብር ዝብል ትኽክል እዩ ዝለዓል ዘሎ ብፀፅታ እንታይ ንገብር ብማሕበራዊ ጉዳይ እንታይ ንገብር፣ ብካልኦት እንታይ ንገብር፣ ብትምህርቲ እንታይ ንገብር ተባሂሉ ክሕሰብ ኣሎ። ምፍራስ ምስዓር በቂ ኣይኮነን ንትግራይ ሕዚ ከይድና ካብኡ ዝሐሽና ምኳንና ንሕና ካብ ቲዲኤፍ ዝሐሽና ምኳንና እቲ ሕዚ ዝቃወም ምክሪ ቤት ድማ ካብቱ ኣደመ እየ ዝብሎ ዝሕሸ ምዃኑ ፍትሒ እንተንጊስና ኣድልዎ እንተጥፊእና ከባቢያውነት ተጥፊእና ከባቢያውነት ብጣዕሚ ሓደገኛ እዩ ከባቢያውነት ሕዚ ከባቢያውነት እንተጥፊእና ትግራይ ክነረጋገ ኢና ዝብተን ትድኤፍ ኣሎ ከመይ ኢና ንገብሮ እንታይ እዩ ዝኸውን ፀጥታ እንታይ እዩ ዝግበር ክንሓስበሉ ኢና ሓስብናሉ እውን ኢና ስለዚ እቲ ኣብኡ ዘሎ ሓይሊ ናትና ሓይሊ ክሳዕ ዝኾነ እቲ ናትና ወሲድና ነመዓራርዮን ትግራይ ፀጥታ ምርግጋእን ምሕሳብ ሓደ ነገር እዩ ዓንቶ ይለዓል ነይሩ ብዛዕባ ናይ ፕሪቶሪያ ጉዳይ ብዛዕባ ዳር ደንበር እዚ እውን ናትና ስራሕ እዩ በቃ ንሕና ኣነ ኣብ ትግራይ መንግስቲ ምስ ተመስረተ ሓደ ኣጀንዱ ዓብዪ ኣጀንዱ ኢለ ዝሓስብ ቶም ታሕቲ ዘለዉ ዓድስ ቶም ዝተፈናቀሉስ ቶም ብስሜን ዘለዉ ቶም ኢሮብስ ቶም ጉሎመኸዳስ ክሕሰበሎም ኣሎ ሑመራ ብቻ ጥራሕ ኣይኮነ ስለዚ ንዚ ዝሓስብ መንግስቲ ግን ንሕሰብ ንሕና በቃ እዚ ሓስብ መንግስቲ መሪፅና ንሕሰብ ኢለ እየ ዝኣምን ስለዚ መድረክ ብጣዕሚ ፅቡቅ እዩ ከምዚ እናገበርና ኣጀንዳታት ምሓዝ ቁም ነገራት ምውሳድ ዝሐሸ ኢለ ስለ ዝኣምን እዚ ኣጋጣሚ እዚ ንሕና ደጊመ ንትግራይ እንቃለስ ሕዚ እውን ናይ መወዳእታ ክንቃለስ ተዳሊና ዘለና እምበር ናይ ማንም ፓርቲ ሓዘልቲ ዘይምዃንና ክገልፅ ይደሊ። ኣቐንየለይ ምስ ኣሸነ ኣብ ወርሒ ንኣቱ ዲና ኣነ ዓብዪ ተስፋ ኣለኒ ምክንያቱ ፖለቲካሊ ተሳዒሩ እዩ ኣንቶ ደጋፊ ይገልጾ ነይሩ እቲ ናብ ትግራይ ዘሎ ሓይልማ ተሳዒሩ እዩ። ሓይልና ምጥርናፍን ምውቃዕን እዩ ተሪፉና እምበር ክንኣቱ ንኽእል ኢና ኢለ እየ ዝኣምን። እቲ ዝፈርስ ነገር እንታይ እዩ? እቲ ስርዓት እዩ ዝፈርስ። ህዝቢ ኣይኮነ ግዛዕ ኣይኮነ፣ እቲ ስርዓት እዩ ዝፈርስ። ስርዓት ድማ ብሓቆፋይ ዝኾነ መንግስቲ እዩ ክፈርስ። ምፍራስ ማለት እቱ TPLF ሐዚ TPLF እየ ዝብል ዘሎ ኣነ TPLF ክብሎ ብጣዕሚ ዘጸግመለይ ምኽንያቱ ኣነ ዝፈልጦ TPLF ካልእ እዩ ንሱ ዝተኸሎ ስርዓት ናይ ጭቆና ስርዓት ንሱ ነወግድ እዩ ምፍራስ ማለት እዚ እዩ ናቱ መተካእታ ንስራሕ እዩ እቲ ሓደ እንተኣሽሙ እና ኣብዚ ምፍራስ ዳርጋ ኩሉ ሰብ ይሰማማዕ እዩ። እቲ መተካእታ እንታይ እዩ ዝብል ዓንቶ ኣሰፋ ገሊጽዎ ነይሩ። ንቕድሚት ድማ ብበዝሒ እናተገለጸ ክኸድ እዩ። ኣነ ውሱናት ነገራት ኑቲ ጉዳይ ናብ ዘይምለሰሉ ደረጃ ዘብጽሓ ውሱናት ነገራት ኣለዋ፣ ኣብአን ኣተኲርና ክንሰርሕ ክንጥምት ኣለና ኢለ እየ ዝሓስብ። ሓደ፣ ህዝቢ ትግራይ ኣብ ላዕሊ ተወኪሉ መኺሩ ዝበዝሕ ሰብ ዝተቐበሎ እናወሰነ ዝኸደሉ ስርዓት ንትከል፣ ፓርላማ ይሃልወና። ፓርላማ ይሃልወና እታ ሓንቲ ዓባይ ነገር እዚኣ እያ። ካብ ኩሉ ናይ ትግራይ ናይ ፖለቲካ ኣተሓሳስባን ውዳበታትን ዝውከል ሰብ ዝቆመሉ ፓርላማ ይሃሉ። መሰረታዊ ጉዳያት ናይ ትግራይ ኣብቲ ፓርላማ ምይይጥ ይገበረሉ። እቲ ፓርላማ ይወስን። መቸም ፓርላማ ኩሉ ሚእቲ ብሚእቲ ክሰማማዕ እዩ ማለት ኣይከኣልን። ፓርላማ ሚእቲ ብሚእቲ ዝሰማምዐሉ ኣብ ናይ ቲፒኤልኤፍ ስርዓት እዩ። ምኽንያቱ እከለ ኢዱ እንተውፅኡስ ንኡስ እናረኣኻ ኢድካ ውፅእ ስለዝበሃል ማለት እዩ። ስለዚ እዚ ፓርላማ ናይ ትግራይ መሰረታዊ ጉዳያት ናይ ኹናት፣ ናይ ሰላም፣ ናይ ልምዓት፣ ናይ ዲሞክራሲ ጉዳያት እናተማየጠ ብማጆሪቲ ዝውስን ክኸውን ኣሎ። እንተ ዓንተ ወደን ጥሩ ዝብሎ ዝነበረ ንሓፂር ግዜ ይኹን ንሰለስተ ወርሒ ይኹን ንኣርባዕተ ወርሒ ይኹን ንሓሙሽተ ዓመት ይኹን ዝመርፅ ዝመሓድሮ መራሒ እውን ዝመርፅ ክኸውን ክኽእል ኣሎ ሓንቲ እዚኣ እያ እታ ካልኣይቲ ታሕተዋይ ምምሕዳር ስልጣን ናይ ባዕሉ ክኸውን ኣለዎ። ናይ ወረዳ ቤት ምኽሪ መራሒኡ ዝመርፅ መራሒኡ ዘውርድ ክኸውን ኣለዎ። ናይ ወረዳ ቤት ምኽሪ ካብ ናይ tplf ቤት ፅሕፈት ዝምደበሉ ሹመኛ እናተቐበለ ዝኸድ ክኾን የብሉን። እዙይ ብፅንዓት ኣረጋጊፅናዮ ኢና። ኣብቲ መንግስቲ ኣብ ዝነበርናሉ እዋን ፅንዓት ኣካይድና ኣረጋጊፅና ኢና። ተጨበጣ ፅንዓት እዩ እዙይ። ናይ ውድብ ቤት ጽሕፈት እዩ ሰብ ዝምድብ ንሱ እዩ ናይ ስራሕ ፈጻሚ ዝኸውን እቲ ፓርላማ ናቱ ለማኒ እዩ ዝኸውን እታ ካልኣይቲ ኣገዳሺት ነገር እዚኣ እያ እታ ሳልሰይቲ ኣገዳሺት ነገር ናይ ጸጥታ ሓይልታት ካብ ናይ ሓደ ፓርቲ ወገንተኝነት ወፂኦም ናብ ናይ ትግራይ ፓርላማ ናብ ናይ ትግራይ መንግስቲ ተገዛእቲ እዮም ዝኾኑ ትብል እያ እዚአን ኣብቲ ማኒፌስቶና ተቐሚጠን እየን ሀዚ ንምንታይ እየ ዘልዕሎ ዘለኹ እንተልኩም እዚ ለውጢ እናመፀ ምስ ከደ ምልዋጥ ኣይተርፍን ክበሃል ከሎ ኣብዚ እውን ኣብ ትግራይ እውን ዝለዓሉ ነገራት ኣለዉ። ኣብዚ ዝለዓል ነገር ምናልባት ናይ ዞባ መራሒ ቀጥታ ከይዱ ናይ ዞባ መራሒ ክኾን ዝደሊ ሰብ ይህሉ ይኸውን እዩ። ናይ ካቢኔ ሓላፊ ክኾን ዝደሊ ሰብ ክህሉ ይኽእል ይኸውን እዩ። ኣብ ትግራይ እውን ግን ከምኡ ዝመሰለ ነገር ኣሎ። እቶም ኣብ ትግራይ ዘለዉ ኣፅቂጦም ዘለዉ ዝቃለሱ ዘለዉ ሲ መንግስቲ ኣብ ኣዲስ ኣበባ ተመስሪቱ መፅኡ ኣብ ልዕላና እንድሕር ዝጠዓን ኮይኑ በቃ ምድረ ሰማይ ዕንቁ ክንገብራ ኢና ዝብሉ ኣለዉ። ስለዚ ብናይ ትግራይ ናይ ቅድሚት ሰላም ክነምፅእ ንሓስብ እንተኾይንና ነናይ ባዕልትና ኢጎ ውሕጥ ኣቢልና፣ ነናይ ባዕልትና ድሌትን ኢንተረስትን ውሕጥ ኣቢልና፣ ህዝቢ ስልጣን ይረከብ እሞ ህዝቢ ዝወሰኖ ንቀበል ኢና ክንብል ዘለና። እዚኣ እያ እታ ሓንቲ ዓባይ ነገር። ኣብ ትግራይ ኮይነ ይቃለስ ነይረ እየ ወይ ኣነ ኣብ ዓላ ኮይነ ይቃለስ ነይረ እየ ኣነ እየ ዝግበእና ኣነ እየ ዝግበእኒ ተተባሂሉ እንደገና ነነባዕልትና ኣብ ሕምብቲት ክንኣቱ ኢና ሕዚ እውን ኣብዚ ኮይኑ ንቲ ቤት ምኽሪ እኮ ዝቃወሞ ሰብ ዝበዝሕ ዝቃወሞ ሰብ ኣብዚ ኮይኖምስ መንግስቲ ይምስረቱ ኣለው እሞ ኣነ የትርፈኒ ኢሎም ስለ ዝሓስቡ እዮም ናይቲ ቤት ምኽሪ ማኒፌስቶ ግን ተፃሒፉ ዝወፀ ማኒፌስቶ ግን ናይ ገሊኡ ተፅሓፈ እዩ ናይ ገሊኡ ኣይተፅሓፈን ኣብ መቐለ ኮይነ ህዝቢ ክልውጥ እየ ለውጢ ደሊ እየ ኢሉ ዝንቀሳቐስ ሰብ ተፅሓፈ ነገር ኣይረእኹን ኣነ ናይ ትግራይ ማኒፌስቶ ተፃሒፉ እዩ ነፍርስ ኢና እቲ መንግስቲ ድሓር ሰላምን ምርግጋዕን ክንፈጥር ኢና ኣብ ሓፂር ግዜ ፓርላማ ክንፈጥር ኢና፣ ኣብ ሓፅር ግዜ ህዝቢ ስልጣን ክርከብ ክንገብር ኢና ኢና ንብል ዘለና። ከምዙይ ዝብል እንተልዩ ኣብ ትግራይ ኣብቲ ሰራዊት ኣሎ ኣብቲ ናይ ፖለቲካ ፓርቲ ገለ ኣሎ ይውፅኡ ፅሒፎም እዚኣቶም ወንጀለኛ ወንጀሉ ስርሑ የውፅኣዮ ኣብ ትግራይ ዘሎ ወንጀለኛ ስርሑ የውፅኣዮ ካብኡ ወፃእ ዘሎ ግን ተማኺርና ብሓደ ኮይና ንህዝቢ ንሃቦ እሞ ህዝቢ ዝገበረ ይግበር ክንብል ድልዋት ክንኮን ኣለና ኣብይ ዘለና ይኹን መቐለ ዘለዉ መቐለ ዘሎ ገሊኡ ኣነ ከንቲባ ክኾን እየ'ሞ ደሓር ክሸሞካ እየ ኢሉ ዝዛረብ ሰብ ኣሎ። ሰብ ይፈልጥ እየ ኣነ። ካብዚ እውን ከምኡ ዓይነት ነገር ይመጽእ ይበሃል እዩ። እንደገና መሊሱ ናብ ሕምቢቲት ከእትወና እዩ። እታ ህዝቢ ይወስን ትብል ስርዓት ኣቕሚጥና ብናይ ህዝቢ ስርዓት መሰረት ንኺድ ትብል ብደንቢ ሒዝናያ ክንከድ ክንክእል ኣለና። ምክንያቱ ድልየትና ናይ ትግራይ ሰላም እዩ፣ ናይ ትግራይ ልምዓት እዩ፣ ናይ ትግራይ ሓይሊ ምእካብ እዩ። ኸምዚ እዩ ክኸውን ዘሎ ኣብቲ ስርዓት ነቕምጦ ናይ ከተማታት ከንቲባ ብመን ይሽወም ካቢኔ ብመን ይሽወም ናይ ዞባ ሓለፍቲ ብመን ይሽወም ክነቕምጥ ንኽእል ኢና ቤት ምኽሪ ግን ሹም ይበሃል ሽም ይቐርበሉ እናርኣየ ክውስን ይኽእል እዩ ኣብቲ መጀመርያ ብወገን ብገለመለ ዝግበር ምጭብርባር ኣይህሉን ኣይብልን ክህሉ ይኽእል እዩ ግን ንሱ እናኸድና እናፈታሕናዮ ኢና ንኸይድ ብካሊእ መንገዲ ክንፈትሖ ኣይንኽእልን ስለዚ እቲ ኣልቲሜት ጎልና ክኾን ዘለዎ ትግራይ ቀልጢፍና ወንጀለኛታት ወጊድና ወንጀለኛታት ብወንጀሎም ክሕተቱ ብፍትሒ ክሕተቱ ጌርና እቲ ካሊእ ሰብ ግን ኮፍ ኢሉ መቐለ ይሃሉ ኣዲስ ኣበባ ይሃሉ ኣብ ካሊእ ቦታ ይሃሉ ዓባዓላ ይሃሉ ኮፍ ኢሉ መኺሩ ንትግራይ ዝጠቅም እዚ እዩ ኢሉ ከውፅእ ምገብር ኣለዎ ንሕና እታ ማኒፌስቶ እያ ናትና ኢልና ኣቕሚጥና ኢና ብዕሊ ጌርና ኢና እንኳን ዶብ ትግራይ ዘሎ ሰብይ ዘለኹም እውን ገሌኹም ብደንቢ ዘይረኣኹምዎ ሲግኒፊካንስ እውን ብደንቢ ዘይሓዝኩሞ ሰባት ትህልው ትኾኑ ኢኹም ንሱ ምፍላጥ ብጣዕሚ ኣገዳሺ እዩ ዝመስለኒ ክብል እየ ደልየ። ታይ እዮም ዝብሉ እቶም ገምጋማት? ብ ኣብ ትግራይ ዘሎ መንግስቲ ይኹን ዋላ እቲ ሕዋሕት እውን ዘርእዮም ወይ ከዓ ዝካየዱ ኮንፈረሳት ገለመለ ኣለው ንርእዮም ዘለና ንሳቶም ሕዚ ሰራዊት ክዳሎ ከም ዘለዎ፣ ክምክት ከም ዘለዎ፣ ግዝኣቱ ክምልስ ከም ዘለዎ፣ ክሓብር ከም ዘለዎ ወይ'ውን ብልጽግና መንግስቲ ብሓይሊ ተዘይኮይኑ ብሰለማዊ መንገዲ ግዝኣት ክምልስ ኣይኽእልን ዝብል ቅዋም ንርኢ ይንጸባረቕ ኣሎ። ስለዚ ናብዚ ክመጽእ እንከለኹ ሕዚ ኣብ ኣፍ ኩናት ከም ዘለና ኮይኑ እዩ ዝስመዐኒ። ነቲ ሕዚ ዝኒሀ ነቲ ሐዚ ዝኒሀ ብጭቡጥ ኩነታት ነዞ ዝኒሀ ብርኪ ዝበፅሕ ሕዚ ሓደ ሓደ ኣካላት በተለይ ናይ ኢትዮጵያ ሚድያታት ናይ ትግራይ ሓይሊ ኣብ ቀረባ መዓልቲ ኩናት ክጅምር እዩ ከምዙይ ክገብር እዩ እናበሉ ዝተፈላለየ ተረኽ ክፈጥሩን እቲ ኩናት ካብ ትግራይ ናብ ኢትዮጵያ ይኸድ ከም ዘሎ ከርእዩን ዝፍትኑ ኣካላት ኣለው። ኣነ ናተይ ቅዋም ኣውዚዩ ዘለኒ ሓደ ትግራይ ንሰለስተ ዓመት ተጓዕጺጻ ግዝኣታ ትምንጢላ ድከቱ ዝርእ ዝነበረ ህዝቢ ብፖሊሲ ደረጃ ውን ኣብ ልዕሊኡ ጽንተት ዝፍጸሞ ዝነበረ በጀት ነዳዲ ካልኦት ጉዳያት ተኸልኪሉ ኣብ ዓዱ ናብ ዓዱ ናብ ተከዘ ኣብ ምዕራብ ትግራይ ዘሎ ትግራዋይ ናብ ትግራይ ከይሰግር ኣብ ትግራይ ኣብ ሸራሮ ዘሎ ትግራዋይ ናብ ሑመራ ከይሸግር ክልቲኡ ትግራዋይ እኳ ከይራኸብ ክላሽ ሒዙ ዝሕልዎ ዘሎ ኣብ ዓዱ ምንቅስቃስ ዝኸልኦ ናይ ብልፅግና እዩ ስለዚ ትግራዋይ ዝገብሮ ዝኾነ ዓይነት ቃልሲ ናይ ህልውና ቃልሲ ስለ ዝኾነ ትግራዋይ ክላሽ ኣልዒሉ ሕዚ እንተዝቃለስ እውን ዝኾነ ትግራዋይ ግዝኣቱ ክምልስ መንነቱ ክዕቅብ ፍልፍሉ እውን እቲ ማእኸል ዓዲ ዘሎ እዩ። እንተዝገብር እውን ንዓይ እዙይ ኲናት እዩ ወይ ከዓ ውግእ ከፊቱ ኢለ ኣየቕምጦን። ምኽንያቱም እዚ ዂናት እዙይ ናይ ህልውና ዂናት ስለዝኾነ፣ ፍትሓዊ ዂናት ስለዝኾነ።
ስለዚ እስካብ ዕለት ሰላሳ ሓምለ ኣብ ዘሎ ግዜ ምድላዋትና ወዲእና ባዕሎም ዝብልዎ እዩ እዚ የበየበ ኢሎሞ ዝብል እውን ብጭብጢ ክነግረኩም እየ ከይድኩም ክተረጋግፁ ትኽእሉ ኢኹም እስካብ ዕለት ሰላሳ ሓምለ ኣብ ዘሎ ግዜ ምድላዋትና ወዲእና ትግራይ ክንኣቱ ኢና ይብሉ ኩናት ክንከፍት ኢና እስካብ ዕለት ሰላሳ ዘሎ እዚዩ ክብሉ ከለው ዝሰምዑ ተጋሩ ኣምሓሩ ዋላ ካልኦት መቃልስትና እዛ ሕዚ እንገብራ እንኸፍታ ኣብ ልዕሊ ትግራይ እንኸፍታ ኩናት ናይ ሞትን ናይ ሕየትን ጉዳይ እያ ክትኮን ኢሎም እዮም ዝመፁኹም ዘለዉ ይብሉና። እዚ ኢሎም ክመፁ ከለዉ ንሕና ከም ተጋሩ ከምኡ ከም ዝገብሩ ንፈልጥ ኢና። ከምኡ ከም ዝገብሩ ንፈልጥ ኢና ብብዙሕ ምክንያት ነገር ግን ከምኡ ክገብሩ እዮም ኢልና እንዳሓለፍና እንዳሃለና ዋይ መረዳእታ እንዳረኸብና እንዳሃለና ሰቂልና ህዝብና ከይሰግእ ኢልና ሓቂፍና የስቕ እንብል ኣይኮናን ስለ እንፈልጦ ንዳለወሉ እምበር ብዙሕ ስጋእ ዝፈጠር ኣይኮነን እዩ እዚ እዩ ኣብ ሰለስተ መድረኽ እዩ ተዘሪቡ ቁፅሪ ሓደ ኣብዪ ኣሕመድ ነቶም ናይ ሸፋቱ መራሕቲ ዝበሎም እንብሎም ናይ ዓፋርን ኣብ ካሊእን ዘለዉ ናይ ሸፋቱ መራሕቲ ኣኪብዎም ነይሩ እዩ ስለዚ ክንኣቱ ኢና ክንኣቱ ከለና ብልዕልና ብደንቢ ክትቆፃፅሩሉ እትኽእሉሉ ፕላን ክትነድፉ ክትክእሉ ኣለኩም ናብ ናይ ኢትዮጵያ ሰራዊት ክትሕወሱ ክትክእሉ ኣለኩም ስለዚ ናይ ኢትዮጵያ ሰራዊትን ንስኹምን ንስኹም እትመርሕዎ ኮይኑ እዩ ክኣቱ ስለዚ እዚኣ ድለዋት ዲኹም ዝብል ሕቶ እዩ ሓቲትዎም እዚ ግልፂ እዩ ትማሊ እውን የቕርቦ ከም ዝነበርኩ ዓፋር ይኺድ ሰቆጣ ይኺድ ሰብዓ ሰማንያ ፐርሰንቱ ተፈተወ ተፀልአ ትግራዋይነቱ ዘይደርበየ እዩ ሰብዓ ሰማንያ ፐርሰንቱ ባዕሎም እውን ይብልዎ እዮም ክጨንቆም ከሎ እቶም ዓዶም ዝሸጡ መንነቶም ዝሸጡ ሸይጦም እዮም ኦረዲ ሸይጦም ኣዲኦም ሸይጦም ዝበልዑ ናብ ኣዲኦም ናብ ኣቦኦም ክትኩሱ ዝተዳለዉ ኣለዉ ዒስራ ፐርሰንት ሰላሳ ፐርሰንት ንብሎም ዘለና ሰብዓ ሰማንያ ፐርሰንቶም ግን ተፈተወ ተፀልአ ትግራዋይነቶም ዘይደርበዩ ስለ ዝኾኑ ቃል ብቃል ናብ ደደቢት ዘብፅሕዎ እየ ዝነግረኩም ዘለኹ እዚ ሕዚ ስግኣት ኣይፈጥርን ምድላው ከብርትዕ እምበር ስግኣት ክፈጥር የብሉን ዝብሎ ዝብለሉ ምክንያት ኣብ መወዳእታ ከቕምጠልኩም እዩ ስለዚ ናይ መጀመርያ መርትዖና ዕለት ዓሰርተ ትሽዓተ ተመሊሶም ነናብ ቦታኦም ክምለሱ ዝተገበሩ ናይ ሸፋቱ መራሕቲ እዚኦም ኣብዪ ኣሕመድ ባዕሉ ኣኪቡ ዘካፈሎም ከም ምዃኑ መርትዖ ናብ ደደቢት ተላኢኹ እዩ ስለዚ እስካብ ዕለት ሰላሳ ኣብ ዘሎ ክንከፍት ኢና ይብሉ ካልኣይ ንኣዘዝቲ ሰራዊት ኢትዮጵያን መራሕቲ ፖለቲካ ኢትዮጵያን ዘፈላለዮም ኣብ መንጎ ኣዘዝ ሰራዊት ኢትዮጵያ እውን ኣፈላላያት ተፈጢሩ ነንባዕሎም ዝተባልዑ ክባልዕሉ ዝቐነይሉ ኣኼባታት ቀንዮም እዮም። ቀንዮም እዮም እዚኦም ልክዕ ከምቲ ናይ ደርጊ መወዳእታ ዝነበረ ዝብልዎ ወለድና ዝነግሩና ኣብ መወዳእታ እዋናት ናይ ደርጊ ናይ ደርጊ ጀነራላት ምስ ወያነ ይሰርሑ ነይሮም ምስ ቲፒኤልኤፍ ይሰርሑ ነይሮም በቃ ክትመፁ ከለኹም ከምዚ ከይትብሉና እምበር እቲ ዓዲ ትፈርስ እያ ዘላ ትወድቕ እያ ዘላ ኦረዲ እቲ መንግስቲ እውን ስዕረቱ እናተቐበለ ከይዱ እዩ ንሕና እውን እዚኦ ኣሚንና ኢና ስለዚ ክትመፁ ከለኹም ከምዚኣ ትገብሩለይ እንተኾንኩም ሓበሬታ ከቕብለኩም ዝብሉ ይርከቡ ነይሮም እዮም በዚ መንገዲ ዝርከብ ዘሎ ሓበሬታ እውን እኹል እዩ ስለዚ እስካብ ዕለት ሰላሳ ክንዳሎ ኣለና ክንዘምት ኣለና ንሓደን መጨረሻን ግዜ ንተጋሩ ክነጥፍእ ኢሎም ይመፁ እዚዩ ናይ ሞትን ናይ ሕየትን ከም ዝኸውን እቲ ጉዳይ ናይ መወዳእታ ናይ ባንዳ ምትእኻብ ተገበረሉ ናይ ሞትን ናይ ሕየትን ኩናት ዝግበረሉ ናይ ፕሮፓጋንዳ ኦሪንቴሽናት እውን ዝተዋሃበሉ ምኳኑ ፕሮፖጋንዳ ማሽናት ተባሂለን ዝተፈለያ ሚድያታት ኢትዮጵያ እውን ተመሪፆም እከለ እከለ ተባሂሎም ከካብ ሚድይኡ ከካብ ዩቱቡ ናይ ማሕበራዊ ሚድያ ይኹን ናይ ፈነወ ሚድያ ወነንትን ኣብኡ ዝቃለሱ ዘለውን ፀረ ትግራይ ዝቃለሱ ፀረቱ ንህልውንኡ ዝቃለስ ዘሎ ህልውና ናይ ሓደ ሰብ ከጥፍኡ ዝቃለሱ ማለት ፀረ እቲ ቃልስና ዝኾኑ ሓይልታት ብምልኦም ዝተዋሃቦም ኦረንቴሽን እውን እኒሀ